መጺና ኣለና ንሕና ከኣ ክንፋለጥ ማለት እዩ ክንፋለጥ ኣይኮነን ንፋለጥ ኢና ይንፋለጥን ክንፈልጥ እወ ንፋለጥ ኢና ንፋለጥ ንፈልጥ ማለት እዩ ሼር ኮመንት ሳብስክራይብ ዘይምርሳዕ ማለት እዩ ምሾ ከምታ ኩሉ ግዜ ከምታ ኩሉ ግዜ ዓወት ዝብላ ሼር ኮመንት ሳብስክራይብ ታይ ንሕመቕ ንጀምር መደብና መስለኒ እወ ብጣዕሚ ኣነ ከዓ ክርእየካ ደሊ ኣሎ ክትፈልጠኒ እንዲካ ይትፈልጠኒ ንዓይ ዝስቅ ኢልካ ኣጉል ዕርክነት ኣይደልየን ድሎ። ከምዚ ዓይነት መደባት እንድዩ ንዓይ ደስ ዝብለኒ መን እዩ ለኽባጥ ዓርኪ መን እዩ ትክክለኛ ዓርኪ እንድዩ እወ መማዛመዚ ድያ እዚኣ ማነ ዶ ክጅምረልካ እወ ክሳብ ጀምር ራይ በል ተዳሊኻ ዲኻ ሃራይ እዚኣ ከኣ ቀላል እያ ክትምልሳ ኢኻ ግን ብቐላል ክጅምረልካ ግን ድሓን እንዳኸበደ ምእንቲ ክመጽእ ብኸቢድ ጀሚርካ ተስፋ ከየቑረጸካ ብተቐሊል ኣይሸካ
እዎ ክምዝምዘካ ከኣ ኣነ ክኸዳ ደሊ ከተማ እስከ ንገረኒ ብጣዕሚ ዝፈትዋ በቃ
ካብ ኣስመራ ወፃእ ማለት ድዩ? ወይለከ ኣስመራ ድኣ ምስ ዓበኹላ እንድየ ከመይ ገይረ ንዓ ድኣ ኣብ መስርዕ ከኽእትዋ ዝዓበኻሉ ግደፎ እሞ ኩሉ ግዜ ቀዳምነት ታርታ ዝሓዝን ግን እንሻሎ ካብቲ ዝዓበኻሉ ወፃእ ሲ ክዛወራ ዝደሊ ከተማ እዚኣ ድኣ ማነ ዘይኮንኩ እዚኣ ወላ ነቶም ኦድየንስ ንሓቶም ከማን ምመለሱልካ ነይሮም እዛ ሰበይ እኮ ብቐሊል ሕቶ እየ ዝጅምረልካ ዘለኹ ዝበልኩኻ እምበር ይፈልጡዋ እዮም ዋላ ንሶም ከማን ፓሪስ ምዃና ትፈልጡዋ ኢኹም?
ትክክል ናተይ ከ ልገብከ ብላ
ናትካ ከዓ እዛ ናትካ ሽማ ገንዳ ዘፍያትኒ ኣንታ ሽማ ሃበኒ እንታይ መከራ ሞ እንታይ ክኸውን እንዳተፃወታ ደኣ
ሲንጋፖር
ፀባይ እንጂ ብሓፈሽኡ ግን ሲንጋፖር ብሃገር እንደ ፈተዋ ማለት ኣሃ ብከተማኻ ቡዳፐስት ዲኻ ሓቂ ቡዳፐስት ቡዳፐስት ኣዛ ወዲ እዚኣ ሰብኣይ ኢኻ ኢኻ ኦም እዩ እንታይ እሞ ንፈልጥና ከተማ ጥራሕ ተኮይና ቡዳፐስት እያ ብሃገር እንተልካ ከዓኒ እቲ ዝኸድዎ መገዲ እቶም ሃገር እቲ ህዝቢ ንቕሓት ናይቲ ህዝቢ ፖለቲካዊ ኣካይዳ ናይታ ሃገር ኩሉ ብድምር ካብ ዓለም ምሉእ እቲ ምስልጣን ናይ እውይ ባይ ዘ ወይ ኣብዚኣ ኣብኡ ከለኹ ከመስግና ዝደሊ ሰብ ኣላ ቅድሚ ሕጂ ኣብ ናይ ደግሲ ታሪኽ ውድድር ጌርናሲ ብ ናይ ደግሲ ታሪኽ ውድድርሲ ተዓዊተ ኔረ ቀዳማይ ብሉጽ ተዋሳኣይ ተባሂለ ማለት እዩ ሽዑ ትፈትዋ ከተማ ተባሂለ ፓሪስ ምስ በልኩ ናይ ካብ ፓሪስ ጨና መስተዪ ኣ ማግት ኣብ ገዛ ዘላ እዎ ገለ መለ ገለ ኣምጺኣትለይ ኔራ ስኒት እያ ትብሃል ስኒተይ ቴንክ ዩ በዚ ኣጋጣሚ ረኺበ ከለኹ ከመስግና ቴንክ ዩ እታ ኩባያኺ ስኒት ሓፍተይ እሱ ጥራሕ ኣይኮነን ዝሰትየላ ዘሎ እረ ኣነ ከዓ ክኸይድ በልናተይ ከዓኒ ብቐላል ከምዛ ናተይ ክንጅምሮ ከምዛ ናትካ ካብ ናይ ኤርትራ ተዋሳእቲ ኦል ታይም ፋቨራይት ናተይ ማለት እዩ ካብቶም ዓበይቲ ጀሚርካ ስጋብ ዞም ሓደሽቲ ሓደ ጥራሕ ተዋሳእቲ ተዋሳእቲ ብዛዕባ ከለካ ኣብ ድሕሪያ ከዓ ካብ ደረፍቲ ከዓ ከም ካብቶም ሌጀንድስ ስጋብ ዞም ናይ ሕጂ ማለት እዩ ሓደ ጥራሕ ዝበል ሓንቲ ኣይሓስበላን እየ ከማ ካብ ተዋሳእቲ ማዕበል ካብ ደርፍትኻ ወድካው ጽቡቅ ገይረ ትፈልጦ ኩሉ ግዜ ትደጋግመለይ ኣነኸ ኣነኸ
ናተይ ጥራሕ ዝሓቶ
ናተይ ደሓትካ ካብ ደረስ ካብ ተዋሳእቲ ባድሻ ሰብኣይ ትፍልጥ እያ ናተ ካብ ደረፍቲ ግን ንጎንጎ ሓደሽ እንዳምፃኸለይ ከመይ ኢል ኖኖ እወ ሕጂ በብታርትኦም ሰርዖም እያ ኣነ ከምዚ ምሻሎ ኣብ ክተናይ ቀደም ኣብ ግዜኦም ሳ ሓደ ማራ ውሰስ ዝገብረካ ደራፋይ ኣለዎ ግድን
ሓደ ቀዋሚ ቦታ ዘለዎ ግን ኣብርሃም ዶ ክብል ቀዋሚ ቦታ ዘለዎ ኣብርሃም
እስኻክ ኣህ ኣነ
ኣህ እስከ ኤፋ ሓወይ ኣነሲ ማለት እዩ እዚኣ እስከ ሕጂ ኣብ ጁባይ ክንደይ ገንዘብ ሒዘ ኣለኹ? ወይ ዝበዝሕ ግዜሲ ዝበዝሕ ግዜስ ክንደይ ገንዘብ ሒዘ እጓዓዝ?
ክንመጽእ ከለና ሕጂ ኤቲኤም ኣየውጻእካን ምሽ ኤቲኤም ኣየውጻእካን ማለት እዩ ከይድና ኢና መጺእና
ስለዚ
ኣታ ከይተውሕደን ከይተዋርደን ተብዚሕካዮ ጽኢለ እዎ ክብለካ
ማን ክውሕደልካ ሸን ሓሙሽተ ሚእትን

ኣነ ክሓርቕ ከለኹ
ዝገበረ ኣክት ጥራሕ ከይትብለኒ ካብቲ ናትካ ባህርያት ኣዝየ ዝፈትዋ ከዓ ሳ መላገፂ መላገፂ ትጥቀም ከመይ ይብል መሰልኩም ክሓርቕ ከሎ እሱ ዛጉርሳ ላይ ሰቂሉ ሽዑ ዋላ እንዳተዛረብካዮ ኣይሰምዐካን እዩ ከምዚኣ ምስ በለ ማለት እዩ ኣታ ኤፊ ከምዚ ኣታ ታይ ኖርማል እንዶ ከምዚ ከምዚ ገለ ከምሽ ትሎ ኣዎ ደሓን ሙሉእ መዓልቲ ከምዚኣ ሕጂ እዚኣ ዋላ ተዋሰቲ ብምሉኦም ከማን መሳርሕትና ንፈልጦ ኣንተም ካዳ ጋታታት ከማኹም እንተሪኦምዛ ወድዳ ሓሪቓላ ማለት ገሊኦም መጋቢሎም ኣለዉ ክብሉን እዮም
ኣነ ክሓርቕ ከሎ
ሚሳብ ትሓርቕ ከለካ ናትካ ከዓ ኩሉ ሰብ ዝፈልጣ ኣክቲሉ ግን ክትሓርቕ ከለካ ጥራሕ ዘይኮን ካብላ ክትሕጎስ ከለካ ትገብረን ክልቲኤን ሓንቲ እየን ሳዕስዒት ገና ካብ ማዕፆ ክኣቶ ከሎ ፀለለለ እንዳበለ ይኣቱ እንተሎ ሰብ እዛ ወድዳ ከይዳ ኣላ ማለት እዩ ለማ ሓንቲ እቶ ኖርማል ደርፊ ሰሚዐ ኢላ ሳዕሳዕ ከለኹ ወይ ሓሪቑ ኣሎ ወይ ተሓጒሱ ኣሎ ከዓ ክብሉኒ እዮም ማለት ኢና እሞ ካብ ክልቲኤን ሓደ ይሃኩ ኩሉ ግዜ ኣብ ማእከል ኮይ ትኸውን ኢኻ ወይ ማራ ሕጉስ ኣለኻ ወይ ከዓ ንሓሪቕካ ኣለኻ ካብ ክልቲኤን ዝበዝሐ ግዜ ከ እንታይ እንዳገበርካ ኢኻ ተሕልፎ ፈሊጠማ ኣሎ እንዳሳዕሳዕካ እንዳሳዕሳዕካ ወይ ወደ ማዕረቕ እንዶ ይኮን ሰሓቕን ሰሓቕካ እያ ሰሓቕን ምስዕሳዕን ወሃቢ
ዕራይ መቐፅል በል ኣነ እኮ ሓታቲ እወ ጠምጠም በጣዕሚ ብጣዕሚ
ካብ ትሰራሕኮን ሙቪታት ሲ ኩሉ ግዜ ዝዝክሮ ባይዘወይ ዝጠፍኣካ ይብልኒ መራ ኬፍ ትበኒ ካራክተር ካብተን ዝሰራሕ ኮን ማለት እዩ ብጣዕሚ ኬፍ ትበኒ ካራክተር ኣብየነይቲ ሙቪያ መን ይኸ ድበሃል ካራክተር ሽ ዳኒ ቀመም ቀለም እንታይ ፋሕወይ ቆ ንእሽተይ ክሕስብ ደይ ተብለና እንታይ ሓስበላ ዜና ፍልጥ እንደ
እንታይ ኮ ኮይና ክሰርሕ ደስ ብል ኩሉ ግዜ ኣብኡ ኣብቲ ከባቢ ዳኒኻ እኮ ኩሉ ግዜ ኣብቲ ናይ ሕርቃ ፈሊጥን ሓራቕ መንፀርፀሪ ገለምታት ክረግእ ዘይክእል ካራክተር እወ ንምንታይ ኢኻ እሱ መስለካ ትደልዮ ከምዚ ክትፍለስ ኣለካ ኣብ ገለ ገለ ሲ ዋ ናተይ ኩትሕሪ ኮይና ይፍሓው ኩሉ ግዜ በቃ ዋላ እዞም ዋላ ኦዲየንስና እኮ እዮም ዝድንግፁለይ ኣዛ ወዲ ሲኣ ክደንግፀካ ኣኻ መሽክነይቲ ገለገለ ብለዋ ኩሉ ግዜስ በኻይ ጥራሕ ሕጂ እዞም ዳይሬክተራት ኣብ ከለኹ መልእኽቲ እየ ዘተሓላልፈልኩም ዘሎ ኣነ ዝደልዮ ዘለኹ ካስትስ ከምኡ ዓይነት ካስት በቃ ከምኡ ዓይነት ካራክተር ሕዝኩም እንተዳ ከምዚያ ግን መልእኽቲ
ነገርኩልካ ነይረ እንደ እንተ ሃንሓወይ እክብ ኣቢለ ሳታ ናብ መስክ ዝሓውነ ጉዳይ ኣኼባ ጌርካ። ምስኪን ኣይኮ እራይ ዋ እዛ መዓልቲ እዚኣ ምቸም ኣይጠፍኣካን ትጠፍኣካ ይብልኒ ኣብ ህይወተይ ማራ ዝተሓጎስኩላ ከምዚ ኖርማል ሓጎስ ዘይኮን ዓቐኑ ዝሓለፈ ሓጎስ ዝተሓጎስኩላ መዓልቲ ናተይታ እስኻ

እዋ ጓሕቲ ነገር ክነግረካ ደ ነበርካ ከማ ሽዑስ ብጣዕሚ ካ ሓሪቕካኒ ሽዑ ዋይ ቦነ ሽዑ ንገር ምሰበት ባይዘው እቲ ናይ ሓጎስ ንብዓት ዝበሃል ሽዑ ንመጀመርያ ግዜ ፈቲነ እዩ እንታይ እስከ ይርዳእካ ሽዑ ውላድካ ናብ ዓለም መፅ ከም ዘሎ ብዝፈለጥካሉ መዓልቲ ስ ንስኻ ክትመፅእ ከለካ ወለድኻ ዝተሰምዖም ስምዒት
በቃ ወይ እቲ ናይ ጥንሲ ግዜያት ክትፈልጥ ክትርዳኣሎም እንተኮይንካ ናትካ ስቴጅ ምስ መፀት እዩ እቲ ናይ ውላድካ ውላድካ ምስ መፀ ጥራሕ ክትርዳኣሎም ንወለድኻ
ናይ ሸዓ መዓልቲ ዝነበረ ተሓጎስ ፈፂመ እየ ዘይት እሞ ከዓ ኣብ ቅንያት እየ ናብ ሆቴል ተዓፅየ ይፅሕፍ ነይረ ምሽ ናብቲ ሆቴል እያ መፅያትኒ ቤቢ ካብ ከለኹ ክንነግረኩም እታ ዝነበረት ሞመንት መፅኣ ካካሕታ ከይደ ከፊተ ሕጂ ምሳሕ ምሳሕ ዝኣኸለ መሲኒ ስዋ ጌና እንዳ ዘሎ እንታይ ዳ መፂኺ ገለ ገለ ኢለ እንታይ ስቕ ኢለ በዚ ክሓልፍ ፀኒሐ ገለ ትብለኒ ሽዑስ ፌስታል ኣብ መሬት ተቐሚጣ ነይራስ ናይ ምንድኣ እዚ ወዲቑ ዘሎ ገለ ትብለኒ ባዕላ እኮ ኣቐሚጣቶስ እንድዒ ናይ መን እያ ኣውደርብየ እሞ ከይደ ምዃኑ ገለ ኢለ ስቕ ኣልዒለ ኣቢላ ስብ እውይ ናይ ፕሬግናንሲ ቴስት እያ ካታ ምሻላ እንታይ ኢኻ ገለ ኢላትኒ ሽዕኹም ምስ በለትንስ ገለ ዶ ገለ ኢለ እስካቢ ገለ ለምን ጥላ ቢላስ ክልተ ላይን ዘለዎ እንታይ ማለት ሕጂ ክልተ ላይን ዘለዎ ገለ ሓንቲ ኣይዲያ ካ የብለይን ብኮምታት ከም ትፈልጥ ገል ጥራሕ ላይን ከም ዘለዎ ኣይትፈልጥ ዋ ገለ ምባል ምስ ጀመረት ሽዕኡ ልበይ ዝኾነቶ ክነግረካ ይክእልኒ

ፀለለለል እንዳበልኩ ቴሌፎን ኣልዒለ ተደወልኩ ዝተዓፅያ ተዓፅያ ተፈተንኩ ዝተዓፅያ እዋ ዘይከውን ክትኣትዎ ትኽእል ኢኻ ኢለ ዝሓሰብኩ ቦታታት ብምሉእ ተፈተንኩ ከም ሰብ የለን ኢልኒ ሽዑ ምስ ዝሓልኩ ምስ ተረጋጋእኩ ናይ ምሸት እንደ መፅእካ ናይ ምሸት ግን ድሓን ኣይረጋእካ ነርካ ዋላ ሽዑ ነይሩ ኣታ ግን ከምዚ ኢልካ ክትነግር ከለካ ብዙሓት ብዘይ ዕላማኦም ኖ ኖ እንታይ እያ እታ ሓጎስ ክፍትንዋ ኢሎም ተኣሽሙኻ ወላድ ናይ ባዕቂ ናይ ፈጣሪ ውህብቶ እዩ ዓብዪ ጸጋ እዩ ካብ ኣምላኽ ክትርከቦ ካብ ትኽእል እቲ ዝዓበየ ነገር ውላድ እዩ ግን ኩሉ ግዜ ኣብ ግዜን ኣብ ሰዓትን ብመደብን ክኸውን ከሎ እዩ ዝጸበቐ ነገር ስለዝቶም ሕጂ
ስምዒት
ናብ ህርፋን ገጸይ ዘድህበልኩም ዘለኹ ሰባት ከይ መደብኩም ከይ ትገብሩ ኣጻሕ ንዓይ ከይ ተወቅስኒ ኮም ኢልካ ዳ በለ ክትሕልፍ ኣብለሉ እምበር ካብዚ ካሜራማን ናኮ ይሓልፍ
ነዚ ሓጻሕጻ ቢላ ከይድ
ካብ ዝኽደኖም ነገራት ማለተይ ኩሉ ኣክሰሰሪ ይኹን ሰዓት፣ ኣይ ግላስ፣ ጎልፎ ገለ ኩሉ ኩሉ ማለት ኣነ ካብ ዝገብሮም ነገራትሲ ብጣዕሚ ዝፈትዎ እንታይ እዩ?
ብብዝሒ ክህልወካ ዝኽእል? እወ በቃ ብብዝሒ ክህልወኒ ደስ ዝብለኒ ዝመነንኩ መኒነ ክገዝኦ ዝኽእል ወይ ገለ።
ርግጸኛ እየ ሓንቲ ሩም ንናይ ኣይግላስ መቐመጢ ጥራሕ ኢልካ ክትሕዘካ ፍሉጥ እዩ ኣብ ከም ደረጃ ጥራሕ ብፅሐኒ እምበር እኹም እዩ መደብ ብዝኸድናዮ መኪና ጠጠዋ ቢልካ ራያት ኣይግላስ ከመይ እዩ ዝረኣየካ ናይ ከዝገርመና ካብ ርሕቕ
ማራ እየ ዝፈቱ ኣነ ብዓብዪት እንዳ ኣይግላስ ገዛ እንዲ ዘይረኣየና እዩ

ባይዘወይ ደሓን ንሓ ሓንቲ ከሲርና ድና ኣነ ከኣ ሓንቲ ኣይተረሓተካ ሓሲር ክሕጎስ ከለኹ ወይ ክሓርቅ ከለኹ ሲ እንታይ ይገብር ኢለ እንደ ሓተካ ሓሲርስ ኣብ መሊስካ ልካ እቺ ሓ ሓንቲ ኢና ከሲርና በቃ እንኳዕ ማዕረኸና
እወ እታ ሕቶ እንዲያ ሲ ክሓታ እንደ ደልየ ሕጂ ግን ስድሳ ዶ ክሓታ ዋላስ ካልእ ቅድም ክሓትት ኢለ ሓስብ ኣለኹ ካልእ ቅድም ካልእ ቅድም ክንዲ ክሓትት። ዝተሕሲባትካ ካልእ ቅድም ኣረ ካልእ ክሓተከ ካብ ዝፈትዎ ጨና ኣነ
ዓይነቱ ድዩ ዓይነታዊ እታ ዝፈትዋ ጨና እንታይ ገርም እዩ ትፈትዋ ጨናታት ኣብ ገዛና ዘ ኣልግስ
ሕጂ እንዳወፃና ደይኮን ከን ክወስዳ ክትብለን ፀኒሕካ እውን ዓሲ ጨናታት እምበር በዚሐኒ ከን እሞ ሓንቲ እንዳሃበና ሓንቲ ዘይኮነ ንሓ እንዲኻ እሳን ትወስደ ፈትዋ ካብቲ እንድለዋ እኳ እሳ ትፈትዋ ኣይትፈልጥኒኻ ዋላ ክዳንሲ ሓንሳብ ሓንሳብስ ነታ ጨና ክገብራ እንድሕር ኮይነስ ዋላ እቲ ክዳንሲ ከምኡ ዓይነት ክገብር እየ ደልይዎ እዩ ነጊረካ እየ ግን እዚኣ ው ፅናሕ በል ሕጂ ከምኡ ዓይነት ክዳን ክትገብር እንተኮይንካ ካብ ዘለካ ዲኻ ኣለካ ዲቲ ክዳን ይብለይ

ክልም እንታይ ብራንድስ ናይ ጨና ኣለዉ ካብዞም ብምሎም ኣብ ዓለም ዘለዉ ብራንድስ ትኽ ኢለ ናብ ናብ ካልኦት እንደ ዝብለካ ዘለዉ እሞ ናብ ካልኦት እኮ የምፅልካ እዚኣ እኳ ሻራሻር ብክዳን ገለ መለለ ነጊረካ ናይታ ከተማ ምሽ ሕጂ ሻራሻር ገረልካ ሲንጋፖር ኣነ ብሃገር እየ ዝፈትዋ ከተማ ኢለካ ኣሎ ሲንጋፖር ኢልካ ፅባ ራይ ሓነ ኣብዚኣ ሓንቲ ሕቶ ደ የምፀልካ ክልተኤን ኣየር ትኬት ተዝመፀካ ነሩስ ናበየኒትን ሃገር ምኸድካ

እዛ ሰበይና ኣዳ ነገረና ክልቲኤን ከኣ ነጊረካ እየ ብሃገር ደረጃ ምስ በልካ ኖኬ መግቢ ከተማ ከኣ ኢለ ከኣ ነጊረካ እየ ሕጂ ኣነ ጌጋ የብለይን ስጋብ ሕጂ ንስኻ ጥራሕ ኢኻ ተጋጊኻ ዘለኻ ሕተተኒ ጥራሕ ንዓይ እምቧእ ኣነ ፈልጠካ እየ ጽቡቅ ጌረ ገለ ከኣ እምበር ኣንታ ሞኸራ ዝነበረ ዋ ኣታ ኣንካታ ጥራሕ ሕተተኒ ግን የብልካን ከምኡ ጨና ምሽ ተወዲያ ነራት ግን የብልካን ሕጂ ሕጂ ዳኣ የብለይ ነው ተወዲያ ወሬኻ ስለ ዘይብልካ እዩ ከም ዝብሎም ሰብ ኣሃ። መቕሳን እንዲያ ከሊያትን ኣራይ ትቐፅል ሕቶ ካብ ናተይ ፋሚሊ ካብ ፋሚልናስ ኣባል ፋሚሊ ኮይኑ ግን ከዓ ዓርከይ ወይ ኣባል ፋሚሊ ኮይና ግን ከዓ መሓዛ ዝኾነ ሰብ መን ኣሎ
ናይ ፋሚሊኹም ከም ትዕለኒ ኩሉ ግዜ ከምዚ ኩላትኩም ሲ ይዕሩኽ መሓዙት ብሓንሳብ ትወፁ ብሓንሳብ ገለ ገለ እዩ ነይሩ ግን ካብ ኩሎም ዓርከኻ ገለ ዝነበረኻ ኤርሚያስ ሓቀይ

ስጋብ ገዲፈዮ ገለ ክኸይድ ዝኽእል ነገርሲ እንታይ እንድሕር ኮይኑኒ ሰብ እንተተጨቓጨቐካ ይመስለኒ ንሓንቲ ነገር ስቕ ኢሉ ምኒን ኢሉ ተደጋጊምልካ ሰብ ምሽ ጨቕጨቕ ኢለ ይፈቱ ዋይ ጨቓ ምስ ባዕ ኣነ ጌረካ እየ እፈልጠካ እየ ፅቡቕ ጌረ ራይ ንቐፅል በል ቅድሚ ምቕፃለይ ክብራት ተዓዘብትና እዚ ትሪዎ ዘለኹም መደብ ኣብ ዳንኤል ፒክቸርስ ዝመሓላለፍ ዘሎ መደብ እዩ ዳንኤል ፒክቸርስ ከዓኒ ንዓኹም ንምዝንጋዕ ብዙሕ መደባት ኢና ቀሪብና ዘሎና ኣብሉ ኣለዉ ሳብስክራይብ ብምግባር ላይክ ሼር ብምግባር ነተባብዓዮም ኢና እዎ ኣብ ቀዳማይ እግሮም ኣብ ቀዳማይ መደብ ምዝርጋሕሲ ከምዚ ዓይነት መደብ ስጋ ዝዘርግሑ ብዙሕ ካብ ዝፅብቕ መደባት ክዝርግሑልና እዮም ማለት እዩ ስለዚ ነዛ መደብ ነታ ቀያሕ ተቐያሕ ጣዕጣዕ ምባል ራይ ኣነ ኣዝየ ዘድንቖም ጸሓፍቲ ካብ ናይ ደገ ሓደ ካብ ናይ ኤርትራ ከኣ ሓደ ካብ ናይ ኤርትራ እኳ በየነ ሃይለ ሰብኣይ ካብ ናይ ደገ ግን ክልተ ክጽውዓልካ ክፈላልዮም ስለ ዘይክእል ማለት እዩ።

ኣብ ህይወተይ ብኻ ዘይገበርክዎ ኢለ እተጣዓስኩሉ ነገር እንታይ
እዩ? ዓርኩ ብኻ ዘይገበርክዎ ትብሎ ከመይ ጌራ ከውፅኣ ኣነ ሕጂ እዚኣስ
ተጋጊኤ በቃ ኤፋ ዓርከይ እዚኣስ ክገብራ ኣይነበረን በቃ ገለስ ይብለካ

እራይ ካብ ኣርት ወፃኢ ናይ ሕልመይ ስራሕ ዝብሎ ኣለ እንታይ ናይ ሕልምኻ ስራሕ ተዓሽሙ ኦንላይን ማርኬት እወ ሕጂ
ስቶክ ማለት
ከተግፋሕ ኢኻ ሓንቲ ጥራሕ ከምዚ ፍንጭል ኣቢልካ ኢኻ ወጺኻ እንታይ ገይረ ከግፍሓ ተዘይግፍሕ ከያ ተጋጊ ኣሎ ክብል እየ ብሓፂሩ ሲ ምስ ማሳ ኣብ ሓንቲ ሓንቲ ኦንላይን ማርኬት ጥራሕ ኢልካ ጠጠው ኢልካ ሓንቲ ስትሪም እያ ካብቶም ብዙሓት ስትሪምስ እሞ ንኩለን
ግን ብሓፈሽኡ ሲ መጠቕለሊ እስቲ እንተልካ። ኩሎም እቶም ኣነ ዝደልዮም ምስ ኣብ ሓንቲ ነገር እዮም ዝጠቕለሉ ስቶክ ማርኬት ኢልካ ኣለኻ ሪል ስቴት ቢዝነስ ኢልካ ኣለኻ ኦንላይን ቢዝነስ ኢልካ ኣለኻ
ሙሶም ልምዲ ኣብ ሓንቲ እኮ ጠቕሊሉ እዮም ዝሰኣኑ።
ኩሎም ምስ ኮምፒተር ዝተሓሓዙ እዮም ኩሎም። ምስ ኮምፒተር ጥራሕ ዘይኮነስ በቃ ቢዝነስ ቢዝነስ ማን እሞ ኣባይ እኳ ጥርነት ነይራ ቢዝነስ ማን ምዃን እዩ ሕልሚ ኢልካ ክትብል ነይርካ ምቁንጫል ተጀሚርካ ሞር ተድህበሉ ፎከስ ትገብረሉ ግን ንስኻ ሲ
ኣብዞም ሰለስተ ነገራት ቢዝነስ ማን ሕጂ ዋላ ቢዝነስ ማን ብምንቅስቃስ ዋላስ ኣሎ

እሞ እንታይ ደኣ ምናልባት ግን ካብ ገዛኻ ዝውፃእ እንተለዋ ደሓን ክወፅእ ግን ሪኢኻ ደሓን ክወፅእ ምናልባት እንተለዋ ገለ እያ ወግድን እንዲ ከገድደን እንዲ ሓንሳብ ሓንሳብ ግንስ ግን እታ ሞር ናትካ ትደልያ ግንስ ካብ ገዛይ ንዘይምውፃእ እዩ ከምኣስ ብጣዕሊ ኣነ እዚኣታ ኣሽሙር ገዛ ዝብል ኣይ ኣነስ ክጥርንፈልካ እየ ሓሲበ ከፀበቐልካ እየ ሓሲበ ንኩሉ ማእት ኣርነፍ ከብለልካ ሓንቲ ሓሲበ ካብ ኣሽሪፍካ ክሳይ ትገብሮም ግን ደሓን በቃ ይኹነልካ ኣነ ዝሓትት ኣብ ህይወተይ በቃ ኩሉ ግዜ ንኣምላኽ እዚ እንኳዕ ተዋሃበኒ ኢለ ደመስግን ነገር ዝተዋሃበኒ ማለት እዩ ንዓይ ንዓይሲ ኣምላኽ ደሃበኒ ነገር ኩሉ ግዜስ በቃ እሱ ብምርካቤ ሕጉስ ዝኾነሉስ እንታይ ቢሉ ንብልፀ እና ካብቶም ዝዋሃቡካ ወበታት ዝዓበየ ዝውላድ እዩ ግን ገሊፅካ ሎም ኢካ ድሓን ምግላፅ ቢሌነይ ግንስ በቃ እንኳዕ ተዋህበትኒ ኢለ ኩሉ ግዜ ንኣምላኽ ደመስግኖ ብሌን ስለዝተዋሃብኩ ጥራሕ